ሕይወትን ሞትን ብኣኹም ንጉሰ፣ መግብን ሥጋን ነፍስን ብኣኹም ተቐምሰ፣ ምልኣት ህላዌኹም ኣይምቀል ኣይጉሰ፣ ምልኣት ህላዌኹም እወ ኣይምቀል ኣይጉሰ፣ ሥምረት ሓድነትኩም ብኽብሪ ይሞገሰ። ክብርኹም ይመስገን ወሃብቲ ጽላት ሙሴ፣ ብኻህናተ ሰማይ ሃሌሉያ ቅዳሴ፣ ግርማ ማርያም ዝፈጠርኩም ብዘይ መንቅብ ኣውሴ ክርስቶስ ዝወለደት ሓጢኣትና ደምሳሴ ብእፀ መስቀሉ ውሃበና ፈውሰ ዘልኣለም ትነብሩ ብኣኽብሮ ውዳሴ ሰላም ለኩም ቅዱሳን ስውራን ዘኣቲ ዕለት ኣስመርቲ ስላሴ በጻማ ገድልኹም ዝኾነና ፋኑሰ ነዚ ሓጥእ ነብሰይ ክንዋ ወሓሰ ነዚ ሓጥእ ነብሰይ ክንዋ ወሓሰ መኣዛ ቅዱሳን ሰላም ሰጊድ እብለኩም ኣርባዕተ እንስሳ ኣርባዕተ ባህሪ መለኮተ ፈውሳ ኣብ ኣርያም ትነብሩ ኣሃዛኔ ኮረሻ ጸወርት መንበር ናይ ስላሴ ካሕሳ። ፈጠረት ረድኤት ኢኹም ስምኩም ዝጠቐሳ ጠበቓ ወዲ ሰብ ዘቤት ምስ እንስሳ ገጽ ሰብ ገጽ ንስሪ ገጽ ላሕሚ ገጽ ኣንበሳ ኣንጽሁኒ ካብ ርኹስ ኣበሳ። ክብርኹም ስምኩም ብጥበብ ክምጉሳ ብምስጋና ውዳሴ ንጽድቂ ክወርሳ ብምስጋና ውዳሴ ንጽድቂ ክወርሳ ኣካ ተመልከቱ ኣምላኽ ዝሐሬቱ ኣብ ሰማይ ኣብ ምድሪ ሓላው ጥሪቱ ወሃቢ ኺዳን መድሕን ንፍጥረቱ ጻድቃናት ብገድሊ ብደመት ሰማእታቱ ኣርባዕተ እንስሳ እስከ ምሕረት ተመልከቱ ጨንፈር ንወዲ ሰብ በብወቕቱ ጸልዩ ስሌና ንምሕረት ምጉቱ ጸወርቲ ስላሴ መዕረፍቲ ክብረቱ ጸወርቲ ስላሴ ንዕረፋን ክብረቱእልፊ እልፊ ኣዝማን ኣዝማን እትጸሩ ስላሴ ብኽብሪ ትሕንግሩ ብኣልፋን ኦሜጋን ብስምረት ትነብሩ ድኹማን ድኻም ኣልቦ ኢኹም ምስጋና ተስምሩ ንወዲ ሰብ እንስሳ ብበኺዳን ትምሕሩ ንዓኹም ኣሚንና ብጸሎት ተስምሩ

ፈወስቲ ሓበላ ኣርባዕተ እንስሳ ብኣማርነኹም ተነጽፍ ኣበሳ ብውህደት ስምረትኩም ንሰብ ንእንስሳ ኣብ ጉዕዞ ስላሴ ንዓለም ዝድህስሳ ኣብቲ ሲኦል ሓዊ ጠለስታ ደበሳ ዓብዪ ልማነኹም ንገነት ዘውርሳ ረቢሕና ፍጥረትኩም ምድሪ ብኣኹም ዝውሓሳ ገጽ ሰብ ገጽ ላሕሚ ገጽ ንስሪ ገጽ ኣንበሳ ኣርባዕተ እንስሳ መኣዛን ቅዱሳን ንውጽዓን ደበሳ ኣርባዕተ እንስሳ ብጸሎትኩም ምሕደጉ ኣበሳ በሉ ተመልከቱ ናብ ምድሪ ጠምቱ ብሰሪ ክፍኣትና እዋንና ሃውቲቱ ደቂ ኣዳም ኩሉ ልቦና ሸፊቱ ብዓሌት ብቋንቋ ንጥፍኣት ይጓተቱ ኣብ ርእሲ ሓዉ ብጥልመት መጒቱ ሕጊ ዓቕርዓትና ባህሊ ተዘሚቱ ሎሚ ኣላምኑና ማህደር ኪዳንኩም ክፈቱ ወቕትና ቀይሩ ንኹሉ ፍጥረቱ ኣርባዕተ እንስሳ ወከልትና እንዲኹም ተምሳል ፍጥረታቱ ኣርባዕተ እንስሳ ጸላእትና ገዝቱ ኣርባዕተ እንስሳ ጸላእትና ገዝቱ። ዘመንና ይቀየር ሰላም ፍቕሪ ኣርባዕተ እንስሳ ውህብቲ ባሕሪ ብኺዳንኩም ዓባይ ፍትሑና ካብ ነውሪ ሓጎስ ደስታ ፍቕሪ ልሳንና ከውሪ ኣድሕኑ ህዝብኹም ካብ ጨው ቀትሪ ኣርባዕተ እንስሳ ጽባቐ ኣምላኽ ክብሪ ኣርባዕተ እንስሳ ጽባቐ ኣምላኽ ክብሪ መኣዛ ቅዱሳን ይፍትቦየ ኣምነ ኪሮስ ሕሪ ናይ ስላሴ ምፍጣርኩም ድርስ ካብ ቅዱሳን ስድራ ብጸሎቶም ቅዱስ ንኣርብዓ ዓመታት ብዘይ ውላድ ንብዓትኩም ክፈስስ ንብዓቶም ክፈስስ ረኸብዋ ተስፋ ብባሕሪኦም ርሑስ ዓስቢ ጸሎት ጽድቂ በረከቶም ክፈስስ ተወለድኩም ኣቦይ ካብ ወገን ነጋውስ ኣብነ ኪሮስ ባሕታዊ በዓል ኪዳን ፈውስ ኣብነ ኪሮስ ባሕታዊ በዓል ኪዳን ፈውስ ንዓለም ሓደጋ ንዓለም ሓደጉ ካብ ሃብተ ንዋያ ተረፍ ዘይርከባ ዘይብላ መሃያ ወንጌሉ ተርጎሙ ብፍጹም ዓየያ ግዝኣት ተገዛእነት መንፈሱ ኣበያ ስስዕቲ ነጸብራቕ ዓለም ዓይኑ ከይረኣያ ንግስነት ሓደገ ንሓዉ ደርበያ ኣምነኪረ ጻድቕ ኪዳንኩም ንሕሙም ዘሕውያ ኣብነ ኪረጻድቕ እወ ኪዳንኩም ንሕሙም ዘሕውያ ፍጹም ቆራጽነት ገድሉ ዝዓየያ ጸሓይ ድምቀት ኣቦይ በረከት መስመያ ጸሓይ ንግሆ ናቦይ በረከት መስመያ እልፊ ዘመን እልፍወ ዘመናት ጽባቐ ሕርየቱ ዘድምጻ ንኣምላኽ ቅዱሳን ምሕረቱ መረጸ ኣብ ጻድቕ ሕዲሩ ንዓኹም ሃነጸ ኣብ ኖኪሮስ ጻድቕ ንዲያብሎስ ዝረገጸ ስምኩም ረዚንዩ ብይምሰል ዘይወርጸጸ ብግብሪ ትግሃትኩም ኪዳንኩም ተሃንጸ ዓብዪ ውዕለትኩም ምሕረት ዝተሃንጸ ካብ ማእሰር ፍትሑና ካብ እኩይ ዓንቀጸ ካብ ማእሰር ፍትሑና ካብ እኩይ ዓንቀጸ ጽቡቅ ግርማ ኣቦየ ጽቡቅ በዓል ግርማ ተወለድኩም ኣብ ምሩጻት ከተማ ተሓንገጥኩም ወንጌል ኣማሕተማ ሰተኹሞ ፍልጠተ ጣዕማ ጥበብ ምስትውዓል ክርስቶስ ሰለማ ብጽንዕ ገድልኹም ፈዋሲ ዓለማ ፈዋሲ ዓለም ሕማማ ምሓለልኩምዎ ጎይታ ድሕነት ኣርማ ንመኻን ትገብሩ ወላዲተ ማማ መኻን ትገብሩ ትብል ዝብልዋ ማማ ኣብነ ኪረስ ኣቦይ ነዛ ዓለም ቅንጥጢ ጸገማ ሕብረት ጸሎትኩም ሲኦል ይተሓትማ ዛራ ምሕረት ይብኩም ይብዛሕ ቅሳነት ሰላማ ዛራ ምሕረት ይብዝሓያ ዓለም ቅሳነት ሰላማ። ፍቅሪ ቀንዲ ስምኩም ጥዋፈ ብርሃን ኣንታት ቐንዲ ስምኩም ጥዋፈ ብርሃን ፍቅሪ መዝገቢኩም ንውጽዓን ዓመታት ትጽልዩ ኣብ ረሲን ኣማን ጠበስ ስጋኩም ዓጽምኩም ብምምህማን ንስሑታት መነኮሳን ንፈጣሪ ምልማን ካብ ሞት እትተንስኡ ፍጹማን ንምኻን ተመለሱ። ተመልሱ ካብ ሲኦል ካብ ሃልሃልታ መቖታን ትመልሱ ካብ ሲኦልወ ካብ ሃልሃልታን መቖታን ኮኾብ ፍቕሪቦየ መጽደቒ ሓጥኣን ኣልውስና ፍቕሪ ክንሓልፋ እዛ እዋን ኣልውስና ፍቕሪ ክንሓልፋ እዛ እዋን። ብቐንጫሉ እንዳኣሉ ካብቲ ገድሊ ኩሉ ስፍሪ ዘይርከቦ ዕልሚ እንተወዓልካሉ ዘበን ዕድሜኹም ጽድቂ ተተኺሉ ኣብ ቅድሚ ፈጣሪ ሃሪ ግምጃ ተጠቕሊሉ ንሕማም ማን ትበጽሑ ንድኹም ጽላሉ ንኣባ ሳሚኤል ወልድ ንጉስ መልኣከ ዝሕሉ ብጸሎት ልማኖኹም ነፍሱ ክዕርፍ ኣካሉ ኣመስከርኩም ጻድቕ ጣብነት ንኹሉ ኣብነ ኪረስ ኣቦይ ጽድቅኹም ተመስከረ ንኹሉ ኣብነ ኪረስ ኣቦይ ኣቦየ ንውጽዕ ጽላሉ ኣምነ ኪሮስ ኣቦይ ንወጽዕ ጽላሉ። ኪዳንኩም ዓባያ ፍቓዱ ሰለስተ ብስምኩም ኣምላኽ ኪሮስ ጽድቂ ዝሰወተ ብስምኩም ኣምላኽ ኪሮስ ኢሉ ጽድቂ ዝሰወተ ሓጢኣትና ዝሓድግ ካብ ወጥሪ ዕለተ እዚ ጎይታ ኩሉ ርህሩህ ንጥፍኣት ንጥፉእ ዝዕወተ እዚ ርህሩህ ጎይታ ንጥፉእ ዝዕወተ ብጸሎት ገድልኹም ዲያብሎስ ተገዝተ ክሳብ ምጽኣትወ ኣብ በዓቲ ተለኮተ ክሳብቲ ምጽኣትወ በዓቲ ተለኮተ ኣምነ ኪሮስ ጻድቕ ባሕታዊ ሓኾተ ንፍቕሪ ድንግል ማርያም ስግደት ንብዓት ዘበርከተ ምኽራ ፍቕራ ድንግል ዓወት ዝዓኾተ ኣምነ ኪሮስ ኣቦይ ንሓጥእ ካብ ሲኦል ዘመተ ኣምነ ኪሮስ ኣቦይ ንሓጥኣን ካብ ሲኦል ዝዘመተ። ኣብዛ ክብር በዓልኩም በረከትኩም ምስ ቃና ሰዊተ። ኣብዛ ክብርቲ ቅድስቲ በዓልኩም ብመስቀልኩም ኣወተ። ኣብዛ ክብርቲ በዓልኩም። መስቀልኩም ቅድስተ ባርኹና ኣቦየ ንኹሉ ዝሸወተ ባርኹና ኣቦየ ንኹሉ ዝሸወተ ስብሃት ለእግዚኣብሔር ወለወላዲቱ ድንግል ወለመስቀሉ ክቡር ይተኣኮቶ ይሰባ ስሙ ለእግዚኣብሔር ኣምላክነ ወትሩ ብኩሉ ግዜ ብኩሉ ሰዓት ዝነጠበ ዝጎደለ ብኣፈት ጉሃን መላእኽቲ ኣረመለይ ጽን ኢልኩም ዝሰማዕኹምኒ ኣብ ትገብርዎ ጾምን ጸሎትን ጽን ኢሉ ይስማዕኹም ኣሜን።